ናይ ኣቦታትና ኣምላኽ ኣምላከ ነቢያት ኣምላከ ሃዋርያት ኣምላከ ኣርድእት ኣምላከ ጻድቃን ኣምላከ ሰማዕታት ኣምላከ ሊቃውንቲ ቅዱስ እግዚኣብሔር ኣምላኽና ሽሙ ካብ ምድሪ ክሳብ ኣርያም ሎምን ጽባሕን ንዘለዓለምን ዝኸበረን ዝተመስገነን ይኹን። ከም እግዚኣብሔር ቅዱስ ፍቓድ ሎም መዓልቲ እንመሃረሉ ካብተን ቅዱስ ያሬድ ዝተርዐን ናይ ኣብይ ጾም ሰሙናት ሓንቲ ገብርሄር እዩ። እዚ ገብርሄር ኣብ ቤተክርስቲያንና ዓብይ ቦታ ዘለዎ እዩ። ምክንያቱ ቅድስቲ ቤተክርስቲያን ኣብ ሃዋርያዊ ተልእኮ ቅድስት ቤተ ክርስቲያን ኣብ ወንጌል ዝተመስረተት እያ። ምእመናን ዝመጹ ብኣስተምህሮ ኣምላክናን መድሓኒናን ኢየሱስ ክርስቶስን ብትምህርቲ ነቢያትን ሃዋርያትን ዝመጸ ምእመን እዩ። ቅድስት ቤተ ክርስቲያንና ነዚ ብምፍላጥ እዘን ሰሙናት እዚኣተን ሓንቲ ሎሚ መዓልቲ ናይ ገብርሄር ናይቲ ሕያዋይ ኣገልጋሊ ነቲ ናብ ጎቦ ወፂኡ ናብ ቁልቁለት ወሪዱ ንየማን ንፀጋም በርባዕተ መኣዝን ተመላሊሱ ነዚ ኣልጫ ዝነበረ ዓለም ዘጠዓዓመ ናይቲ እሙን ኣገልጋሊ ብምባል ቅድስት ቤተክርስቲያንና ተኽብሮ። ከም እግዚኣብሔር ቅዱስ ፍቓድ ሎም መዓልቲ እንሪኦ ኣብ ማቴዎስ ወንጌል ምዕራፍ ዕስራን ሓሙሽተን ቁጽሪ ዕስራን ሰለስተን ዘሎ ሓይሊ ቃል እዩ። እሱ ኸኣ ከምዚ ይብል ባእ ውስተ ፍሳሃሁ ለእግዚእከ ኣብቲ ናይ ጎይታኻ ሓጎስ ኣብቲ ናይ ጎይታኻ ፍስሃ ናይ ጎይታኻ ደስታ እቶ ነዚ ቃል እዚ ጸሓፊኡ ወንጌላዊ ማቴዎስ እዩ ተዛራቢኡ ድማ ኣምላኽናን መድሓኒናን ኢየሱስ ክርስቶስ እዩ ክብርን ምስጋናን ኣብ ምኾኑ ውዳሴን ስግደትን ኣስተብርኮን ንዑን ንወላዲኡን ከምኡውን ንናይ ባህርይ መንፈሱን መንፈስ ቅዱስን ይኹን። ንቅድስተ ቅዱሳን ንንጽህተ ንጹሃን ድንግል ማርያም ሽማ ዝኸበረ ዝተመስገነ ይኹን ናይ ነቢያት ናይ ሃዋርያት ናይ ጻድቃን ናይ ሰማዕታት ናይ ቅዱሳን መላእክቲ ከከም መዓርጎም ሽሞም ዝኸበረን ዝተመስገነን ይኹን። ንሎመዓልቲ ከም እግዚኣብሔር ቅዱስ ፍቓድ እዚ ንመሃረሉ መዓልቲ ሰባት በቲ ዝተውሃቦም መክሊት ወይ ድማ ሰባት በቲ ዝተውሃቦም ጸጋ እግዚኣብሔር ንእግዚኣብሔር ኣገልጊሎም ሰላሳን ስሳን ሚእትን ፍረ ኣፍርዮም እታ ዘይትሓልፍ መንግስተ ሰማያት ባእ ውስተ ፍሳሁ ለእግዚእከ ናብቲ ናይ ጎይታኻ ሓጎስ ናብቲ ናይ ጎይታኻ ደስታ እቶ ተባሂሎም ዝምስገንሉ ሰዓት እዩ። እቲ መክሊትን ንጳጳሳት፣ ንኤጲስቆጶሳት፣ ንካህናት፣ ንዲያቆናት ጥራሕ ዝምልከት እውን ኣይኮነን። ሰብ በቲ ዝተውሃቦ መክሊት፣ በቲ ዝተውሃቦ ጸጋ፣ ኩሉ ቦ በዘተውህቦ፣ ኩሉ በብዝተውሃቦ እዩ ዘገልግል። ስለዚ ቅድስት ቤተ ክርስቲያንና እዚ መሰረት ብምግባር እያ ምእመናን ምእመናት በቲ ዝተወሃበና ጸጋ እግዚኣብሔር ንእግዚኣብሔር ኣመስጊንና ርስቱን መንግስቱን ንክንወርስ ዝመሓላለፍ መለኮታዊ ትምህርቲ እዩ። ስለዚ ኣብ ዝተፈላለየ ኩርናዓት ዓለም ኩንኩም ውሉደ ክህነትን ምእመናንን ምእመናትን እትከታተልዎ ዘለኹም ሰላም እግዚኣብሔር ምስ ኩላትና ይኹን። ወበብዝተወሃበና መክሊት ኣገልጊልና እቲ ሓጎስ ዝኾነ መንግስተ ሰማያት ንክንወርስ ሕጂ እውን ብድጋሚ ናይ እግዚኣብሔር ኣምላክና ቅዱስ ፍቃዱ ይኩነልና። ወንጌል ማቴዎስ ምዕራፍ ዕስራን ሓሙሽተን ካብ ቁጽሪ ዓሰርተ ኣርባዕተ ጀሚርና ከምዚ ኢሉ እዩ ዝጅምር ሓይለ ቃሉ እስመ ከመ ብእሲ ዘይነግድ ወጸውዐ ኣግብርቲሁ ወወሃቦሙ ንዋዮ ይትገበሩ ቦቱ መንግስተ ሰማያት ይብለና ኣብቲ ኣንድምታ መንግስተ ሰማያት ተስፋ ተስፋ ተስፋ ኢየሱስ ክርስቶስ መንግስተ ሰማያት ኢየሱስ ክርስቶስ ክገይሽ ዝደለየ ሰብ እሞ ንኣገልገልቱ ጸዊዑ ክረብሕሉ ገንዘቡ ዝሃቦም እዩ ዝመስል ንክገይሽ ኮይኑ ነቶም ሰለስተ ኣገልገልቱ ድማ መክሊት ዝሃበ ገያሻይ ይመስል ኢዲ ጅምር እሞ ቦ ዘወሃቦ ሃምስተ መክሊተ ነቲ ሓደ ድማ ሓሙሽተ ምክሊት ሃቦ። ክንደይ ምክሊት ሃቦ? ሓሙሽተ ምክሊት ሃቦ። መክሊት ማለት እንታይ ማለት እዩ? መክሊት ማለት ከለየ ካብ ዝብል ናይ ግእስ ቃል ዝተረኽበ ኮይኑ መክሊት ማለት መስፈሪ፣ መምዘኒ፣ መለክዒ ማለት እዩ። ወይ ድማ መክሊ ንሓደ እዩ፣ መክሊት ንብዙሕ መካሊ እውን ይብል እዩ። ስለዚ መክሊት ሓደ መክሊት ስሳ ምናን እዩ። ሓደ ምናን ድማ ሓምሳ ሰቅሊ እዩ። ስለዚ መክሊት ክበሃል ከሎ ወርቂ ገንዘብ ማለት እዩ ብሓፂሩ ወርቂ ገንዘብ ብሩር እናበለ ይትርጉሞ። ጎይታ ነቲ ኣገልጋሊ ክንደይ ሂቦ እዩ ዝብለና ዘሎ ሓሙሽተ መክሊት ሃቦ።

ጠቕላላ ክንየን ዝኾና ዘለዋ ነቲ ሓደ ሓሙሽተ ነቲ ሓደ ክልተ ነቲ ሓደ ሓደ ጠቕላላ ሸሞንተ ሂብዎም። እዚ ክህቦም ከሎ ግን ወጺኦም ወሪዶም ጽዒሮም ግዒሮም ደኺሞም ረሃጾም ኣንጠብጢቦም ትርፊ ጌሮም ከሲቦም ንኸምጽእሉ እዩ ሂብዎም። ቅዱስ ወንጌል ከምዚ ዝብል ወለለ ኣሃዱ እምኔሆሙ በኣምጣነ ይክሉ ወሃቦሙ ወነግደ በጊዜሃ እዚ መክሊት ሂቦም ድማ ናብቲ ዝገሾ ቦታ ገሸ እቲ ሓሙሽተ ምክሊት ዝተቐበለ ሰብ ወይ ከዓ እቲ ሓሙሽተ ምክሊት ዝተቐበለ ነጋዳይ እዚ ንሽሙ ብነጋዳይ ኣምፂና ዘሎ እምበሪ ንሃዋርያት ንቅዱሳን ኩሉ በብዝተብሃዎ መክሊት ትርጓሚኡ ክንሪኦ ከለና በዓል ሓሙሽተ በዓል ሊቀ ነቢያት ሙሴ እዮም ሊቄ ነቢያት ሙሴ ኣብ ኦሪት ሓሙሽተ መጻሕፍቲ ዝጸሓፈ እዩ። ሻዱሸይቲ ድማ መጽሓፈ ኩፋሌ። ኩፋሌ ግን ካብ ኩለን መጻሕፍቲ ዝተዋጻጸ ስለ ዝኾነ ብሓሙሽተ ናይ ሙሴ መጻሕፍቲ ይምሰል። ሙሴ በዓል ሓሙሽተ ምክሊት እዩ። ሙሴ ጥራሕ ጌን ኣይኮነን ኣብ ኦሪት ሰሎሞን ውን ብሓሙሽተ መጽሓፍቲ ዝጸሓፈ እዩ ኣብ ሓድሽ ኪዳን እንተርኢና ድማ ዮሃንስ ወንጌላዊ ወልደ ነጎድጓድ ወልደ ዘብዴዎስ ኢና ንጽውዖ ሓሙሽተ መጽሓፍቲ ዝጸሓፈ እዩ ክቡር ዝኾነ ወንጌል ዮሃንስ ሰለስተ መልእክታተ ዮሃንስ ሓንቲ ድማ ራእይ ዮሃንስ ዝጸሓፈ እዩ ስለዚ በዓል ሓሙሽተ ኢልዎ ኣሎ። እዞም በዓል ሓሙሽተ ብመተርጉማን ክትርጎም ከሎ። ሊቀ ጳጳሳት ወይ ድማ ፓትርያርክ በዓል ሓሙሽተ ተባሂሉ ብቤተርስትያንና ይትርጎም። እሱ ኸኣ እንታይ እዩ? ኤጲስቆጶሳት ይሸይም፣ ካህናት ይሸይም፣ ዲያቆናት ይሸይም፣ እንደገና ድማ ይጠምቕን የቑርብን ሓሙሽተ ኮይኑ ኣሎ። ስለዚ በዓል ሓሙሽተ ብኸምዚ ይምሰል ኣብ ቅድስቲ ቤተ ክርስቲያንና። ስለዚ ምስቲ ናይ ትምህርትና ርእሲ ግን እዚ በዓል ሓሙሽተ እንታይ ዝገበረ እዩ? ነተን ዝተዋህብኦ መክሊት ወይ ድማ ሓደራ ዝተዋህቦ ነገር ደኺሙ ደይቡ ወጺኡ ኣትሪፉ ዘምጸ እዩ። እቲ በዓል ክልተ ካኹሙ በዓል ክልተ ክምሰል ከሎ ኣብ ቅድስት ቤተክርስቲያንና ክልተ መጽሓፍቲ ዝጸሓፉ ንምሳሌ ኣብ ሓድሽ ኪዳን ክልተ መጽሓፍቲ ዝጸሓፉ በዓል መን ተይልና ቅዱስ ጴጥሮስ ክልተ መልእኽታት ጽሒፉ ሉቃስ ወንጌላዊ ወንጌል ሉቃስን ግብረ ሃዋርያትን ዝጸሓፈ እዩ እንደገና በዓል ሓደ ብይሁዳ ይምሰል። ይሁዳ ምስቶም ዓሰርተ ክልተ ሃዋርያት ተሰሪዑ ከብቅዕ፣ ዓሰርተ ክልተ ሃዋርያት ነዛ ዓለም ዞይሮም ከስተምህሩ ከለዉ፣ ንሱ ግን ነታ ዝተውሃባ ጸጋ እግዚኣብሄር ንጐይታ ብምሻ ዝኸሰረ እዩ። ስለዚ እዚኦም በዓል ሓሙሽተን በዓል ክልተን ክምስገኑን ክነኣዱን ንሪኦም፣ በዓል ሓደ ግን ክንቀፍ ኢና ንርኢ። ቅዱስ ወንጌል እስኪ ንርኣዮ ከምዚ ይብል እቲ ጋያሻይ ከይዱ ንሶም ከዓ ፅዒሮም ግዒሮም ፍሬ ኣፍርዮም በዓል ሓሙሽተን በዓል ክልተን ተመሊሶም ወምደረ ብዙህ መዋኤል ኣተወ እግዚኦሙ ለእሉ ኣግብርቱ ወኣሃዘ ይትሃሰቦም እዩ። ወድሕሪ ዝተወሰነ መዋእል ድሕሪ ዝተወሰነ ግዜ እቲ ጎይታ መጺኡ ሕሳብ ከኣ ክገብር ጀሚሩ ምስ ኣቶ እንታይ ጌርኩም ኢሎ ምክንያቱ እቲ ዝሃቦም መክሊት ዓቐብ ወጺኦም ቁልቁለት ወሪዶም ደኺሞም ግዒሮም ንኸፍርዩሉ ይህብዎ እምበር ንኽቐብርዎ ስለ ዘይኮነ። ቅድስቲ ቤተክርስቲያንና በዓል ሓሙሽተ ንበዓል ክልተ እናበለት ተምህረና ዘላ። መጀመርያ ንበዓል ሓሙሽተ ሓቲትዎ ወቀርበ ዘሃምሰ መካልኤ ነስኣ ወኣምጽኣ ካልኣተ ሃምሰ መካልኤ እቲ በዓል ሓሙሽተ ቀሪቡ ኣብ ቅድሚ ጎይቱ ከኣ ኣይሓፈረን ምክንያቱ ፍረ ዘፍረየ ስለ ዝነበረ ደቂሱ ኣይሓደረን ወይ ድማ ነተን ዝተውሃብኦ ሓደራ ኣየጥፈኣንን ደኺሙ ሓሙሽተ ኣፍርዩ መጺኡዶ ከሲቡ ይመጽእ ዕጽፊ ሓሙሽተ ከሲቡ መጺኡ ወናሁ ሃምሰ መካልየ እለ ረባሂኩ ዲቢሆን ካብዚኤንስ ሓሙሽተ ከሲበ መጺኤ ኣለኹ ኣንታ እሙን ሓቀኛ ኣገልጋል ብውሑድ ነገር ተኣሚንካ ኢኻሞ ኣብ ብዙሕ ነገር ክትሸመከ ናይ እግዚኣብሔር ውህብቶ ከምዚ እዩ እግዚኣብሔር ኣምላኽ ውሑድ ነገር ሂብናዮ ንስለይ ነገር ጌርናሉ ኣብ ብዙሕ ነገር ይሸይመና ክብሪ ምስጋና ንዕ ይኹነ ንመድሃኒ ኣለ ባ ውስተ ፍሳሁ ለግዚኢከ እዚ እቲ ናይ ትምህርትና ርእሲ ኣብቲ ናይ ጎይታኻ ሓጎስ ኣብቲ ናይ ጎይታኻ ደስታ ኣብቲ ናይ ጎይታኻ ፍስሃ ወሃሲ እየ ዘሎ ንዓ እቶ። በእውነት ንኩላትና ከምዚ ይበለና እግዚኣብሔር ስለዚ እዚ በዓል ሓሙሽተ ደኺሙ ፍረ ኣፍርዩ ንዓ ኣብ ናይ ጎይታኻ ሓጎስ እቶ እዩ ተባሂሉ ስለዚ በዓል ሓሙሽተ ዝተብሃለ ሓሙሽተ ዓይኒ ዝተባህሉ ሊቃውንት ኣርባዕተ ዓይኒ ተባሂሎም ዝጽውዑ ብሉያት ሃዲሳት መነኮሳት ሊቃውንቲ ዝተምሃሮ ሓሙሽይቲ ድማ ጸዋትወ ዜማ ዝተምሃሩ ሊቃውንት ስቕ ኢሎም ሒዞሞ ከም ዝተደኮነ ሓዊ እንድሕር ተቐሚጦም ክንቀፍሉ ያው እንድሕር ኣፍሬሙሉ ትብ ሊቃውንቲ እንድሕር ኣውጺኦምሉ ከዓ ከምስገኑሉ ያው ሊቃነ ጳጳሳት ኢና ፓትርያርክ ፓትርያርክ እውን ከምኡ እንደገና ድማ ካህናት፣ ዲያቆናት፣ መማህራን፣ ሊቃውንት ነቲ ዝተውሃበና ሓደራ እንድሕር ኣበርኪትና፣ እንድሕር ፍሬ ኣፍሪና እንድሕር መጺእና፣ ባእ ውስተ ፍሥሓሁ ለእግዚእከ፣ ምእመናንከ ኣሥራት በኩራት እንድሕር ሂብና፣ ሓሙሽተ ሕዋሳትና፣ ሓሙሽተ ህዋሳት ኣለና። ሓሙሽተ ግዳማዊ፣ ሓሙሽተ ውሽጣዊ ህዋሳት ኣለና። ነዞም ህዋሳትና ህዋሳተ ስጋና ንህዋሳተ ነፍስና እንድሕር ኣግዚእናዮ ኢድና እንድሕር መጥዊትሉ ኣእጋርና ናብ ዝተቐደሰ ቦታ እንድሕር ከይዱ ናብ ቤት መቕደስ ካብ ቤት ጣዖት ካቢ ጥንቆላ ካቢት ዕብዳን ናብ ዝተቐደሰ ቦታ ኣእጋርና ተኸይዱ። ዓይንና ቅዱሳት መጻሕፍቲ እንድሕር ኣንቢበናሉ፣ ኣእዛንና ቅዱሳት መጻሕፍቲ እንድሕር ሰሚዔናሉ፣ ኣንደበትና እውን ቅዱሳት መጻሕፍቲ እንድሕር ኣንቢበናሉ፣ ንእግዚኣብሔር እንድሕር ኣመስጊንሉ፣ እዞም ሓሙሽተ ህዋሳት ፍረ እንድሕር ኣፍርዮም ባእ ውስተ ፍሳህሁ ለእግዚእከ፣ ናብቲ ናይ ጐይታኻ ሓጐስ ንዓ እተዎ። ስለዚ እዚ ኣስተምህሮ እዚ ብዝተፈለየ ንካህናት ይኹን ደኣ እምበሪ ንመእመናን እውን ዝምልከት እዩ። ኣስራት በዅራት እንድሕር ሂብና ኣሎ ኣስራት በዅራት ክንህብ ይግብኣና ምእመናን ምእመናት። ኩላትና ተነቀፍቲ ኢና ንካህናት ጥራሕ ኣይኮነን ካሂናት ጥራሕ ኣይኮኑን ክንቀፉ ምእመናን እውን ንቀፍ ኢና ብምንታይ በቲ ዝተዋሃበና ጸጋ ተዘየገልግልና ኣሎ ንቤተ ክርስቲያን ብብዙሕ ነገር እዩ ዝግልገል መጀመርያ ናብ ቤተ ክርስቲያን እንዳኸትካ ብምስላም ብምስጋድ ንስሓ ብምእታው ቅዱስ ቁርባን ብምቕባል ከምኡ ከ ጉልበት ተለካ ብጉልበትካ ጌርካ ብምግልጋል ንገዳም እኮ ሓደ ሽሕ ቅርሺ ካብ ምሃብ ሓደ ዕንጭቲ ተሸኪምካ ምእታው ይበልፅ እንደገና ድማ ኣስራት ብኩራት እንድሕር ሂብና ነዚ እኮ ቅዱሳት መጻሕፍቲ ከምዚ ይብሉና ኣስራት ብኩራት ክንህብ ይግባኣና ኣስራት ብኩራት ዘይንህብ እንድሕር ኮይና ንእግዚኣብሄር ንቐሽሾ ኣለና ማለት እዩ መክሊትና ቀቢርና ኣለና ማለት እዩ ኣስራት ቦኽራት ቀዳሚያት ዝበሃሉ ኣለዉ ኣስራት ማለት እንታይ ማለት እዩ ካብ ዓሰርተ ሓደ ዓሰርተ ቅርሺ ተለካ ተሓንቲ ቅርሺ ናትካ ኣይኮነትን ንእግዚኣብሄር ሃቦ ቀዳሚያት ዝበሃልከ ካብቲ ዘፍረኻዮ ምህርቲ ናይ ቀዳመይቲ ዝሓፈስካዮ ቕሪ ንቤት እግዚኣብሔር ምሃብ እዩ ቀዳሚያት ዝበሃል ቦኸራት ከ ካብ ላምካ ካብ በጊዕኻ ካብ ኩለን ጥሪትካ ቦኽር ዝተወለደት ንእግዚኣብሔር ምሃብ እዩ ካብ ጥሪትካ ጥራሕ ግን ኣይኮነን ካብ ውላድካ ቦኽሪ ውላድካ ንእግዚኣብሔር ምሃብ እዩ እዚ እግዚኣብሄር ኣምላኽ ንሙሴ ኣጥቢቑ ዝነገሮ እዩ። ኣስራት ብዅራት ክህቡ ከም ዘለዎም ደቆም ከምህሩ እንተዘይክኢሎም እንኳ ናይ ቤተ ክርስትያን ትምህርቲ እንታይ ክገብሩ ተኣዚዞም ኣለዉ? ንሓደ ዝመሃር ሰብ ምግልጋል በዅሪ ወድኻ ከም ዘስተምሃርከ ይቝጸረልካ። ኣብ ሰዓት ናይ ቤተ ክርስትያን ኣስተምህሮ ዝመሃር የለን ምእመናን ምእመናት ኣሓት ኣሓት ሊቃውንቲ ቤተክርስትያን ኩሉ ህዝቢ ዓለም ኣትዎ ዘሎ ኣብ ኤቢሲዲ እዩ ኣብ ሳይኒስ እዩ ናይ ቤተክርስትያን ትምህርቲ ደኣሞ መን ይመሃሮ ከምቲ ናይ ቀደም ንሌዋውያን ጥራሕ ዝተሓፀረ ይኮነ ናይ ቤተክርስትያን ትምህርቲ ጨዋ ባርያ ድኹም ሓያል ንጉስ ድኻ ሃፍታም ዝበሃል ኣይኮነን ንኩሉ ዝተዋሃበ እዩ ስለዚ ቅድስቲ ቤተ ክርስቲያንና ኣስራት ብኩራት ንኽንህብ ቦኽሪ ወድና ንእግዚኣብሔር ንኸንህብ ተኣዚዝና ኣለና። እዚ ኣብ ብዙሕ መጻሕፍቲ ኣብ ኦሪት ዘዳግም ዕስራን ሽዱሽተን ዓሰርተ ሰለስተ ክሳብ ዓሰርተ ሓሙሽተ ነምልከቶ። ብዙሓት ቅዱሳት መጻሕፍቲ ይነግሩና። ኣብ ሰዓት እዚ ግን ካህናት ዝጠፍኡሉ ዲያቆናት ዝጠፍኡሉ ሰዓት እዩ። ብዝተፈለየ ንካህናት ሓደራ ዝብል ኣስተምህሮ እዩ ካህን ማለት እኮ ተከነ ኣገልገለ ካብ ዝብል ናይ ግእስ ቃል ዝተረኽበ ኮይኑ ካህን ማለት ኣገልጋሊ ማለት እዩ ካህን ማለት ንእግዚኣብሔር ዘገልግል ማለት እዩ ኣብቲ መዝገበ ቃላት ክንሪኦ ኮይና ናይ እግዚኣብሔር ኣገልጋሊ ማለት እዩ ብሓፂሩ ካህን ማለት ካልእ መራሒ ህዝቢ ማለት እዩ መራሒ ህዝቢ ህዝቢ ናብ ገደል ክኣቱ ናብ ሓጢኣት ከየምርሕ ዝመርሕ ማለት እዩ ካህን ማለት ኣስተምሃሪ ማለት እዩ ካህን ማለት መንፈሳዊ ኣቦ ማለት እዩ ስለዚ ኣብ ቅዱሳት መጽሓፍትም ንረኽቦም ኢና እግዚኣብሄር ብመጀመርያ ሰማይን ምድርን ምስ ፈጠረ ኣብታ ሰማያዊት ኢየሩሳሌም ቤት መቐደስ ምስ ገበረ ዕስራን ኣርባዓተን ካህናተ ሰማይ ዘገልግሉ ከም ዘዳለዉ እዩ ዝነገረና ኣብ ራእይ ዮሃንስ ምዕራፍ ኣርባዕተ ቁጽሪ ሸሞንተ። ስለዚ እቲ ክህነት ካብ ሰማያት እዩ ዝጅምር። ንካህን ዝተዋህበ ትእዛዝ ኣሎ፣ ንምእመናን ዝተዋህበ ትእዛዝ ኣሎ። ናይ ካህናት ስራሕ ምእመናን ኣይሰርሕዎን እዮም። ነዚ እዩ ኣብቲ መጽሐፈ ድድስቅልያ ዓንቀጽ ዓሰርተ ሽዱሽተ ከምዚ ይብለና፣ ይግበር ህዝባዊ ግብረ ክህነት። ኣብዚ ሰዓት እዚ ኣሸጋሪ ኮይኑ ዘሎ ብዙሓት ምእመናን ኣብ ናይ ካህናት ስራሕ ክኣትዉ ስለ ንሪኦም እዩ ንጉስ ናይ መንግስቱ ነቶም እምበረይ ስለ ክህነት ኣይምልከቶን እዩ ነዚ እዩ መጽሓፍ ቅዱስ ቅልያ ሃዋርያት ክነግሩና ከለዉ እዚ መጽሓፍ ቅዱስ ቅልያ ማለት ሃዋርያት ንመጀመርያ ግዜ ዝጸሓፉ ኣብ ኢየሩሳሌም ተኣኪቦም እዩ ኣብኡ እንታይ እዩ ዝብለና ዘሎ? እዚ ይግበር ህዝባዊ ግብረ ክህነት ኣብ ናይ ክህነት ስራሕ ኣትዩ ህዝባዊ ስራሕ ክሰርሕ ኣይግብኦን። ስለዚ ክህነት ብዝተፈላለየ መንገዲ ክንሪኦ ንኽእል ኢና። ዝተጀመረ ካብ መላእኽቲ እዩ ካብኡ ቀጺሉ ድማ ነቦና ኣዳም ተዋሂቡ እዩ። ኣቦና ኣዳም ካህን፣ ነብይ፣ ንጉስ እዩ ነይሩ። እንደገና ድማ በዓል መልከጼዴቅ፣ በዓል ኣሮን፣ በዓል ዘካርያስ። ጎይታናን ኣምላኽናን መድሓኒናን ኢየሱስ ክርስቶስ ከኣ ሊቀ ካህናት እዩ። ሰያሜ ካህናት፣ ንካህናት ዝሸይም፣ ናይ ካህናት ሓለቓ። ሰያሚሆሙ ለካሂናት ይብሉ ንካሂናት ሽመት ዝህብ ስለዚ ክህነትና ክንጥቀመሉ ይግባኣና ክህነት ማለት ዓብዪ ጸጋ ዘለዎ እዩ ግን ኣብ መወዳእታ ዘበን ስለ ክህነት ከምዚ ይብል ነቢይ ነቢ እግዚኣብሄር ህዝቅኤል ኣብ ምዕራፍ ሸውዓተ ቁፅሪ ዕስራን ሽዱሽተን ካብ ነቢይ ራእይ ክጠፍእ እዩ ይብል ካብ ነቢይ ራእይ ክጠፍእ እዩ። ሕጊ ካብ ካህናት ሕጊ ዘትሕዝ ካህን ኣብ ሰዓት እዚ ነቢያት ኢና ዝብሉ ሓሰውቲ ነቢያት እዮም ብምዝሕትኦም ካብ ነቢይ ራእይ ክጠፍእ እዩ ውሑዳት ኣቦታት እዮም ኣብ በዓቲ ዓፅዮም ንፅህና ሓልዮም እቲ ሓቀኛ ዘይሰሓሓት ራእይ ዝርእዩ እምበር ናይ ዘመንና እኮ እንዳተስኡ ኣነ ከምዚ ራእይ ሪኤ ኣለኹ ኣነ ከምዚ ክገብር እየ እናብሉ ብዙሓት ሓሰውቲ ነቢያት ተላዒሎም ኣለዉ ሕጊ ድማ ካብ ካህን ክጠፍእ እዩ ጽኑዓት ካህናት የድልዩ ብእውነት ናይ ብሓቂ ኣብ ሰዓት እዚ ጽኑዓት ካህናት ምኽሪ ድማ ካብ ሽማግለታት ክጠፍእ እዩ ቀደም እኮ ሰባት ኣብ ዝጻልእሉ እዋን ሽማግለታት ጌርካ ኢኻ ትተዓረቕ ኔርካ። ሎሚ ግን ዘባእስ እምበር ዘተዓርቕ ዝሰኣነሉ ሰዓት እዩ። ክብርን ምስጋናን ንዕኡ ይኹን ንኣምላኽና ካብዚ ይሰውረና። እንደገና ዜና መዋዕል እውን ከምዚ ይብለና ካልኣይ ዜና መዋዕል ዓሰርተ ሓሙሽተ ሰላሳ እስራኤል እዩ ንነዊሕ ዘመን ኢልዋ ብዘይ ኣምላኽ ሓቅን ካብ ኣምልኾ እግዚኣብሔር ፈንተት ኢሎም ነይሮም፣ ርሕቕ ኢሎም ነይሮም። ብዘይ መሃሪ ካህንን ብዘይ ሕግን ነበሩ፣ ብዘይ መራሒ ካህን ብዘይ ሕግን ሕጊ ሰብ ዝጠፍኡሉ ዘመን ኣብ ዘመንና እኮ ብዙሕ ግዜ ንሪኦ ኣለና ንሓንቲ ቤተ ክርስቲያን ኣቦ የድልያ እዩ ክሳብ መዓስ ኢልካ ኣቦ የድልያ ሓንቲ ቤተክርስትያን ናይ ቤተክርስትያን ፓትርያርክ ናይ ቤተክርስትያን ኣቦ እዩ ቅድስት ቤተክርስትያን እንታይ የድልያ ኣቦ የድልያ እዚ ብመጽሓፈ ሲኖኖስ ተጻሒፉ ኣሎ ብመጽሓፈ ዲድስቅልያ ተጻሒፉ ኣሎ ብፍትሓ ነገስት ከዓ ብሰፊሕ እዩ ሓንቲ ሃገር ብዙሓት ዲያቆናት ዘለዋ ኣሽሓት ካህናት ዘለዋ፣ ብሚልዮን ዝቑጸር ምእመናን ዘለዋ፣ ከመይ ገይራ ብዘይ ኣቦ ትነብር? እዚ ክንሓስበሉ ይግባእ። ብኡነት ካህን ዝጠፍኦሉ ዘመን እውን ክመጽእ እዩ ይብለና መጽሓፍ፣ ናይ ትንቢት መጽሓፍቲ ካብዚ ይሰውረና እግዚኣብሄር። ኣብቲ ራእየ ባሮክ ዝብል መጽሓፍ ኣሎ፣ ናይ ትንቢት መጽሓፍ። ኣብቲ መወዳእታ ዘመን ካህናት ክጠፍዑ እዮም ይብል ካህናት ተሳኢኖም ሲ ኣብ መቓብር ተኸይዱ ይፍቲን ዝበሃለሉ ዘመን ክመፅእ ይብለና ካብዚ ይሰወረና እግዚኣብሔር ሕጂ ሳበይ ዘለዉ እዮም ኣብ ዝተፈላለየ ኩርናዓት ዓለም ዘለኹም ምእመናን ምእመናት ነዚ ቃል እግዚኣብሔር ትሰምዕዎ ዘለኹም ብፅሞና ኣብ ኣካባቢኹም ካህናት ኣለዉ ድዮም እንተሃለዉ እውን ሓደ ክልተ ርሕቕ ርሕቕ ኢሎም እግዚኣብሔር ምሕረቱ ይልኣኸልና እምበረ ናይ ቤተ ክርስቲያንና ናይ ትንቢት መጽሓፍቲ ንክፍጸም እዩ ኣብቲ መወዳእታት ዘመን ካህናት ተሳኢኖም ኣብ መቓብር ናይ ካህን እንትኸይዱ ይፍቲን ዝበሃሉ ዘመን ክመፅእ ዝብል ትንቢት ይፍፀም ኣሎ ስለዚ ነዚ መፍትሒ እንታይ እዩ ደቅና ኤቢሲዲ ጥራሕ ኣይነምህሮም ናይ ቤተ ክርስቲያንና ትምህርቲ ንንገሮም ፅባሕ ንጎ ክንወልድ ከለና ደቅና ዘጠምቖም መን እዩ ዶክተር እኮ ከጠምቕ ኣይክእልን እዩ ፕሮፌሰር እኮ ከጠምቕ ኣይክእልን እዩ ዲግሪ ዲፕሎማ ዘለዎ እኮ ከጠምቕ ኣይክእልን እዩ ኩሎም ደቅና ዘመናዊ ጥራሕ እንድሕር ኣምሒርናዮም መን እዩ ከጠምቐና? ሓጢኣት ምስ ሰራሕናኸ ኣብ መን ኬድና ኢና ንስሓ ክንኣቱ? መርዓ ምስ ንሓስብከ መን እዩ ስርዓተ ተኽሊል ከእስረልና? ምስ ሞትናኸ እረ መን እዩ ክፈትሐና? እዚ ክንሓስበሉ ይግበኣና። ስለዚ ናይ ቤተክርስቲያንና ትምህርቲ ከነስተምህሮም ይግባእ ምእመናን ኣብ ዝተፈላለዩ ኩርናዓት ዓለም ዘለኹም እዚ ኣስራት ብኹራት እዩ ብኹር ወድኻን እግዚኣብሔር ንክትካብ መጽሓፍቲ ኣዘሙና እዮም ኩሉ ደቁ ዘመናዊ ጥራሕ ተሰምሂሩ ቤተክርስቲያን ይተዓጾ ምንቲ ርእሰን ኣብያተ ክርስቲያናት ዝዕጸዋሉ ዘለዉ ዘመን እዩ ስለዚ እዚ ክንሓስበሉ ይግባእ። ደቅና ኤቢሲዲ ጥራሕ ኣይኮነን ከነምህሮም ዝግባኣና። ፊደል ሃሁ ከነምህሮም ይግባኣና። መልእክተ ዮሃንስ፣ ዳዊት፣ ቅዳሴ ናይ ቤተክርስትያን ትምህርቲ ክመሃሩ ይግባእ። ግዴታና እዩ ኩላትና ምእመናን ምእመናት ኣዴታት ግዴታኽን እዩ ኣቦታት ግዴታኹም እዩ ስለዚ ኣስራት በኹራት ክንህብ ይግባኣና ነዚ ኣምላኽና መድሓኒና ኢየሱስ ክርስቶስ ነቲ በዓል ሓሙሽተ ሓሙሽተ ኣፍሪብ ምስ መፀ እንታይ ኢልዎ ባእ ውስተ ፍስሃሁ ለእግዚእከ ናብቲ ናይ ጎይታኻ ሓጎስ ደስታ ንዓ እቶ እዚ ንካህን ጥራሕ ዝምልከት ኣይኮነን፣ ምእመናን እውን እዚ ዝተወሃበኩም ሓደራ እንድሕር ፈጺምኩም እዩ። ቅዱስ ያሬድ እውን ነዚ ኣመልኪቱ ከምዚ ይብለና ኣብቲ ዋዜማ ዘገብርኄር ዘእሁድ፣ ገብርኄር ወገብር ምእመን፣ ገብር ዘኣስመሮ ለእግዚኡ፣ ገብርኄር ሕያዋይ፣ ገብር ማለት ኣገልጋላይ ማለት እዩ፣ ኄር ማለት ድማ ርህሩህ፣ ሕያዋይ ማለት ገብር ኄር ሕያዋይ ኣገልጋላይ ወገብር ምእመን ዝተኣመንካ ኣገልጋሊ ገብር ዘኣስመሮ ለእግዚኡ ንጎይትኡ ንኣምላኹ ዘስመሮ ንእግዚኣብሔር ዘስመረ ኣገልጋሊ ኣብ ሰዓት እዚ ንእግዚኣብሔር ነስምር ዲና ዘለና መብዛሕትናስ ወይስ ከዓስ ንእግዚኣብሔር ንቐይም እዚ በዓል ሓሙሽተ መክሊት እኮ ኣባጊዑ ተንከባኺቡ ኣብ ፅሩይ ማይ ዘለዎ ቦታ ኣብ ልምሉም ሸኻ ወሲዱ ነተን ኣባጊዑ ዘብልዐ እዩ እኮ ምእመናኑ ጓሲ ናብ ንስሓን ናብ ቅዱስ ቁርባንን ዘብፅሐ ካህን እዩ እኮ ባእ ውስተ ፍሳህሁ ለእግዚእከ ዝተባህለ ናብቲ ናይ ጐይታኻ ሓጐስ ንዓ እቶ ዝተባህለ። ብኣንጻሩ እኮ ንምእመናን ናብ ናይ መናፍቓን ኣዳራሽ ይወስዱኩ ኣለዉ። ጽሩይ ማይ ከይሰትያ እቲ ሓቀኛ ዝኾነ ናይ ኦርቶዶክስ ተዋህዶ ሃይማኖት ጽሩይ ማይ ከይሰትያ መርዚ ዝኾነ ምንፍቕናዊ ትምህርቲ ናይ መናፍቓን እዚ ቃል እግዚኣብሔር ኢሎም ዘስትዩ እኮ ኣለዉ። ኣበየንኩም ክኣቱ እዚኦም ካህናት ዲያቆናት ድዮም ክበሃሉ? ቤተክርስትያንና ተሸጊራ ዘላ ካብቶም ናይ ደገ ጸላእታ ንላዕሊ ነብቶም ናይ ውሽጢ ጸላእታ እያ ልክዕ ካባን ሻሽን መስቀልን ጨቢጡ ዘይ ኦርቶዶክስ ተዋህዶ ሃይማኖታዊ ኣስተምህሮ ዘስተምህሩ ቀዳመ ሰንበት ተሳዒረን እየን ኣየድልያን እየን ዝብሉ ናይ ቤተክርስትያንና ስርዓት ዘቃልሉ ትውፊት መጻሕፍቲ ዝነቕፉ፣ ናይ ቤተክርስትያን ስርዓት ተጋጊዩ ዘሎ ዝብሉ ክንጥንቀቐሉ ይግብኣና። ክልተ ምክሊት ዝሓዘ መጸ ወይቤ እግዚኦ ኣኮኑ ክልኤተ መካልየ ወሃብከኒ፣ ጐይታይ ክልተ ምክሊት ሂብካኒ ኔርካ ኢልዎ።

ኣብቲ ስኒ ምሕርቃም ዘይብሉ፣ ኣብቲ ጓህን ስቓይን ዘይብሉ ናይ ጎይታኻ ሓጎስ መንግስተ ሰማያት እቶ ኢሎ። ምስዚኣቶም ይግበረና እግዚኣብሄር ብእውነት። እዞም ብንጹህ ልቢ ንቤተክርስትያን ዘገልግሉ፣ ንገንዘብ ኢሎም ዘይኮኑ ወይ ከኣ ንፖለቲካ ኢሎም ዘይኮኑ፣ ኣብ ሰዓት እዚ ኣገልገልቲ ናይ ፖለቲካ ኣገልገልቲ እዮም ኮይኖም። ካብቲ ንእግዚኣብሄር ዘገልግልዎ ንላዕሊ ንፖለቲካ ዘገልግሉ ግዜኦምን ሰዓቶምን ዘጥፍኡ ይበዝሕ። ካብ ንእግዚኣብሔር መሥዋዕቲ ንምቕራብ ንላዕሊ ንፖለቲካውያን ወረ ንኸባጻጽሑ ዝቐርቦም ኣገልገልቲ ኣለዉ ብዙሓት። ንፖለቲካ ክብል ከለኹ ገሊኦም ንደገፍቲ ገሊኦም ከኣ ንተቓወምቲ። ካህን እንተኾይኑ ናይ ክህነት ስራሕ ክሰርሕ ኣለዎ። ኣብ ናይ ፖለቲካ ክኣቱ የብሉን። ብየማናይ ኢዱ መስቀል ብጸጋማይ ኢዱ ኮልቲ ክሕዝ የብሉን። ብየማናይ ኢዱ ቅዱሳት መጻሕፍቲ ብጸጋማይ ኢዱ ድማ ናይ ፖለቲካ ጦማራት ጽሑፋት ክሕዝ የብሉን። ካህን ተኾይንካ ናይ ካህንካ ስራሕ ስራሕ፣ ፖለቲከኛ ተኾይንካ ምስቶም ፖለቲከኛታት ኪድ። እዚ ዘሸግር ዘሎ እኮ ኣብዚ ሰዓት እዚ ክልቲኡ እንዳኾና ፖለቲከኛታትን ኣገልገልትን ግን እቶም ፖለቲከኛታት ስለ ዝጥቀሙን እዮም ንምእመናን ዝረኽብዎም ከኣ ኣብ ቤተክርስትያን እዮም በየን ጌሮም በቶም ኣገልገልቲ ጌሮም ፖለቲከኛታት መሳርሒ ገብሮ ቅድስት ቤተክርስትያንና ናይ መንፈሳዊ ጉባኤ እምበር ናይ ፖለቲካ መእከቢት ኣይኮነት ሕጂ እውን ርሑቕ በሉ መዓት ከይተምፅኡ ኣብ ልዕሊ ወሪድና ዘሎ መዓት መዓት ከይተውርዱልና ፖለቲከኛታት ካህናት ካብ ቤተ ክርስቲያን ውፁ ፖለቲከኛታት ኣገልገልቲ ካብ ቤተክርስቲያን ረሓቑ። ምእመናን እኮ ንባዕሎም ኣበይ ከም ዝኸዱ ናበይ ከም ዘምርሑ ዝንግርግር ክሳብ ዝብሎ ብሰንኪ እዞም ኣገልግልቲ ናብ መናፍቓን ዝኸዱ ሰባት እኮ ኣለዉ። ናይዚኦም ተሓተትቲ ኢኹም። እግዚኣብሔር ኣምላኽ ንሃገርና ንቤተክርስቲያንናን ሰላምን ፍቕርን የውርደልና። ስለዚ እዩ ቅዱስ ያሬድ እንታይ ኢሉ ኣሎ ብዛዕባ እዚ ኣመልኪቱ። ብዛዕባ ገብርሄር ነቲ ሕያዋይ ኣገልጋላይ ጽሙ ወጸልዩ ወተማህጸኑ ሃቢሁ ጽሙን ጸልዩ ናው ተማህጸኑ ኢሉ ካብ ጾም ካብ ጸሎት ተርሒቕና ኢና ካብ እግዚኣብሔር ተርሒቕና ኢና ናይ ካልኦት ኣገልግልቲ ንኸውን ጾሙ ወጸልዩ ወተማሕጸኑ ኀቤሁ ጾሙን ጸልዩ ናብኡ ተማሕጸኑ ለእመ ኣክበርክሙ ሰንበታትየ ሰንበታተይ እንድሕር ኣኽቢርኩም ይብል ወተኣገሥክሙ በሕጌ ብሕገይ እንድሕር ተመላለስኩም ብሕገይ እንድሕር እሁበክሙ ቤተ ጸሎትየ ቤተ ጸሎተይ ክህበኩም እየ ኣብ ቤተ ጸሎተይ ክትነብሩ ኢኹም ኣብቲ ኢሳይያስ እንታይ ድዩ ዝብለና ሰናብተይ ተኽቢርኩም ብሕጊ እንድሕር ተመላለስኩም ሽምኩምሲ ኣብ ቤተይ ክጽዋዕ እዩ ንዘልኣለም እዞም ኩሎም ቅዱሳን ኣቦታትና እኮ ሽሞም ኣብ ቅድስቲ ቤተ ክርስቲያን ዝተጻሕፈ ናይ ቅዱስ ዮሃንስ መጥምቕ ቤተ ክርስቲያን እንደ ኣቡነ ተክለ ሃይማኖት እንደ ኣቡነ ሊባኖስ እንደ ኣቡነ ገብረ መንፈስ ቅዱስ ተባሂሉ ዝጽዋዕ ዘሎ ብ ንቤተክርስትያን ስለ ዘገልግሉ እዮም እምበር ንካልኦት ፖለቲከኛታት ስለ ዘገልገሉ ኣይኮኑን። ነዚኣ ቅድስቲ ቤተክርስትያንና ኣጥቢቓ ቅዱስ ያሬድ ውን ኢሉና ኣሎ እሁበክሙ ቤተ ጸሎትየ ትወርሱ ቤትየ ቤተይ ክትወርሱ ኢኹም ነዚ እዩ ካብዚ ቅዱስ ወንጌል ወሲዱ እዩ ቅዱስ ያሬድ ባእ ውስተ ፍስሓሁ ለእግዚእከ ናብቲ ናይ ጎይታኻ ሓጎስ ቤት ምስጋና ጥራሕ ዘለዎ ምስ መላእክቲ ተመስግነሉ ቦታ እቶ ፈጣሪና መድኃኔዓለም ነዚ ቅዱስ ዕድል ይሃበና ኣዋ። እግዚኣብሔር ንቤተክርስትያን ኣይገድፋን እዩ ክሳብ ዘለዓለም ብዘይ ኣገልገልቲ እቶም ኣገልገልቲ ክውሕዱ ይኽእሉ እምበር እቶም ንጹሃን ኣገልገልቲ ዘየገልገለ ከምቲ ኣብ ህዝቅኤል ዝበሎ እዩ ኣንታ ካህን ኣባጊዐይ ሓሉ ኣባጊዐይ ተኹላ ተበሊዕወን ግን ደመን ካባኻ እያ ዝደልዮ ብሰንኪ ኣገልገልቲ ብዙሓት ናብ መናፍቓን ዝኸዱ ብሰንኪ ኣገልገልቲ ብዙሓት ማዕተቦም ዝበጠሱ ኣንታ ጓሳ ኣባጊዐይ ሓሉ ኣባጊዐይ ተኹላ ተበሊዕወን ግን ደመን ካባኻ እያ ዝደልዮ ስለዚ ናይዚ ተሓተቲ ከይንኸውን ኩላትና ብእግዚኣብሄር ንመለስ ንቅዱስ ጴጥሮስ ኮ ኢልዎ እዩ ዮሃንስ ወንጌል ምዕራፍ ዕስራን ሓደን እንታይ ዝበሎ ረኣይኪ ኣባጊኤ ኣባጊዐይ ሓሉ ረኣይኪ መሃስኤ መሓሳውተይ ሓሉ ጴጥሮስ ወልዶ ኢና ታፈቅረኒ እምሉ እናበለ ስለዚ ንእግዚኣብሔር ነፍቅረቱ ኮይና ኣባጊዑ ንሓሉ ንእግዚኣብሔር ነፍቅረቱ ኮይና ንቤተክርስትያን ነገልግል ኣህና ይመስለና እምበር ቤተክርስትያን ክሳብ ዕለተ ምጽኣት ትነብር እያ ክህነት ውን ክሳብ ዕለተ ምጽኣት ኣሎ ክብሪ ምስጋና ንዑ ይኹኖ ክውሕዱ ይኽእሉ ከምቲ ቅድም ዝበልናዮ ክሳብ ናብ መቓብር ካህን ከይዶም ይፍትዩ ዝብልሉ ዘበን ክመጽእ እዩ ዝብለና ክውሕዱ ምውሓድ እምበር ብዘይ ካህናትን ኣገልገልትን እግዚኣብሔር ንዓለም ኣይግድፋን እዩ ነዚ ቅዱስ ያሬድ ኣብቲ ናይ ህዳር ጽዮን ውን ኣብቲ ዋዜማ ከምዚ ዝብለና ታይ ዝብለና ዘሎ ቅዱስ ያሬድ ኢሃደጋ ለምድር ኦ እምቅድመ ኣለም ንምድርሲ ቅድሚ ዓለም ኦ ኣዳም ዝተባህለ ዓለም ቅድሚ ምፍጣሩ ኢሃደጋ ህ ወእስከ ለዓለም ክሳብ መወዳእታ ዓለም እንበለ ካህናት ወዲያቆናት ብዘይ ካህናትን ብዘይ ዲያቆናትንሲ ቅድሚ ዓለም ኣይገደፋን ድሕሪ ዓለም እውን ኣይገድፋን እዩ። ኣብቲ ዳሕራይ ዓለም ድማ እቶም ካህናት ምስቶም ዕስራን ኣርባዕተን ካህናተ ሰማይ ኮይኖም ዘገልግሉ እዮም። ክብሪ ምስጋና ንኣምላኽና ይኹን። ኢሃደጋ ለምድሪ እምቅድመ ዓለም ወእስከ ለዓለም እንበይ ለካህናት ወዲያቆናት ወነቢያት ብዘይ ካህናት ብዘይ ዲያቆናት ብዘይ ነቢያት እግዚኣብሔር ኣይገድፋል ክብሪ ምስጋና ይኹን ነው። ዘካርያስ ካህን ነቢ ወሰማይት ዘካርያስ ካህን ነቢይን ሰማይታት ዝተዓደሉ ኣብ ልዕሊ ክህነቶም ሰማዒትነት ይረኽቡ፣ ኣብ ልዕሊ ክህነቶም ነብይነት ይቀበሉ። እንተኾነ እታ ዘላትና ክህነት፣ እታ ዘላትና መዓርገ ዲቁና ብንጹህ ልቦና ነገልግለላ፣ ንገንዘብ ኢልና ኣይንዋፈር፣ ገንዘብ ጠፋኣይ እዩ፣ ገንዘብ ምሳና ኣይከይድን እዩ። ነዚ'ዩ ባእ ምስ ተፍሳህው ለእግዚእከ፣ ናብቲ ናይ ጐይታኻ ሓጐስ እቶ። ብእውነት እግዚኣብሄር ኣምላኽ ምስዞም ኣገልገልቲ እዚኣቶም ይግበረና። ብትንቢተ ዳንኤል'ውን እቶም ሓቀኛታት መምሃራንሲ ከም ከዋኽብቲ ንዘለኣለም ኪበርሁ'ዮም ይብል። ክብርን ምስጋናን ንየሆዋ። ምስ ዘልኣለም ከም ከዋኽብቲ ክበሩ'ዮም። ሃዋርያት'ኮ ነዚ ኣልጫት ዝነበረ ዓለም፣ ነዚ ብሓጢኣት ተደኒሱ ዝነበረ ዓለም በቲ ሕያው ቃል'ዮም'ኳ ተሲኦሞ፣ ነቲ ጸልማት ከኣ ኣብሪሆሞ። ጥራሕ እግሮም'ዮም'ኮ ዝኸዱ ነይሮም። ክዳውንቲ'ኳ ኣይቀያየሩን'ዮም ነይሮም። በዓል ሓሙሽተን በዓል ክልተን ተሓቲቶም ምስ ወድኡ፣ ናብ በዓል ሓደ ይኸይድ። ኣብቲ ማቴዎስ ወንጌል ምዕራፍ ዕስራን ሓሙሽተን ቁጽሪ ዕስራን ኣርባዕተን። ወመጽኣ ዘኣሐተኒ መክሊተ ነስኣ ወይቤ እግዚኦ ኣኣምረከ ከመ ድሩክ ብእሲ ኣንተ። ንስኻ ጨካን ምዃንኳስ ፈሊጠ ኢሉ እቲ በዓል ሓደ መጺኡ። ብጣዕሚ ደፋር እዩ እዚ ኸኣ። ነቲ ጎይትኡ እዩ እኮ ንስኻስ ጨካን ምዃንኳ እፈልጠካ ኢሉ። ኣበይ ይፈልጦ። ሓርስ ኣገልገልቲ ጨካናት ኣለዉ። ጐይታይ፣ ዘይዘራእካዮ እትዓጽድ፣ ዘይበተንካዮውን እትእክብ ጨካን ሰብኣይ ምዃንካ እፈልጥ እየ ኢሉ ኣልዕል ኣቢሉ እዩ። ጨካን እንተዝኸውን ነይሩ እሞ እዚ መኽኒት እዚ ኣይምሃቦን ነይሩ። ብሓረጣ እኮ ኣይኮነን እዚ እኮ ነጊትካ ኣትሪፍካ ሓንቲ ዝሃብኩኻ ሓንቲ ንዓኻ ኣትሪፍካ ሓንቲ ንዓይ መልሰለይ እምበር ሓረጣ እውን ኣይጠየቕን እኮ እዚ ጎይታ እዚ ንጉስ እንደገና ብኣንጻሩ እንታይ ዝብል ዘሎ ጨካን ምዃንካ ፈልጥ እየ ኢሉ ስለዚ ፈሪሐ ኸድኩ ነቲ መኽሊተይ ድማ ኣብ ምድሪ ሓባእክዎ እንሆ ገንዘብካ ነታ ሓንቲ እንታይ ገይርዋ ቀቢርዋ ስለዚ በዚ ዝተነቀለ

ሰነፍ ክፉእ ተኣምረኒኑ ከመኣር ትፈልጠኒ ዲኻ ኢልዎ። ኣንታ ክፉእ ሃካይ ኣገልጋሊ ዘይዘራእክዎ ከም ዝዓጽድ ዘይበተንክዎ ከም ዝእክብ እምበኣር ትፈልጠኒዶ ኢልዎ። ስለዚ ነቲ ገንዘበይ ክትመልስ ምተገበኣካ ነይሩ። እዛ ሓንቲ ምኽኒት ንዓኻ ዝሃብኩኻ ንኻልኦት ሰባት ሂብዮም ነይረ እንተዝኸውን ወፂኦም ወሪዶም ኣትሪፎም ምመለስዎ ስለዚ ኢሉ ነቶም ኣብኡ ደው ኢሎም ዝነበሩ ከዓ እምበኣርሲ ነቲ ምኽኒት ካብኡ ኣግዲፍኩም ነቲ ዓሰርተ ምኽኒት ዘለዎ ሃቡ በሎ ካብኡ ምንጢልኩም ነቲ በዓል ዓሰርተ ሃብዎ ወነዚ እዩ ምክንያቱ ድማ ንዘለዎ ዘበለ ኩሉ ይህብዎ ነቲ ዘለዎ እንታይ ክገብር ይውሰኾ እስመ ዘቦ ይህብዎ ወይ የሰክዎ ነቲ ዘለዎ ይህብዎ ይውስኽዎ ኸዓ ስለዚ ነቲ በዓል ዓሰርተ እንደገና ወሲኾም ንዑ ከዓ ከም ዝተባሃለ ወለገብርሰ እኩይ ውሃካይ ኣውፅእዎ ውስተ ፀናፌ ፅልመት ካብዚ ይሰውረና እግዚኣብሔር ነቲ ሃካይ ኣገልጋላይ ነቲ ሰነፍ ኣውጽእዎ ውስተ ጸናፌ ጽልመት ሀብሃሎ ብካይ ወሃቄ ስነን ነቲ ሃካይ ኣገልጋሊ ግና ናብ ፍጹም ጸልማት ደርበይዎ ካብዚ ይሰውረና እግዚኣብሔር ኣምላኽ ኣብኡ ከኣ ብኽያትን ምሕርቃም ኣስናንን ክኸውን እዩ ምሕርቃም ኣስናን የጽልእ እኮ ኣስናንና ሓርቀምቀም ክብል ኩሉ ከይጽል እዩ ሰውነትና እዩ ዝብለና ድምፂ ናይ ኮቦሮ ይኮነን ወይ ከዓ ድምፂ ናይ ፀናፅል ትሰምዕ ናይ ኣስናን ምሕርቃም መዓር ክንደይ ከቢድ ምዃኑ ብእውነት ክንፈረሽ ይግባኣና መረት ገሃነመ እሳትን ጣዕመ መንግስቲ ሰማያትን ከዓ ክንፈልጥ ይግባኣና ናይ ገሃነመ እሳት ምረት እቲ ሓሰኹኡ ዘየዕርፍ እሳቱ ኸኣ ዘይጠፍእ ምሕርቃም ኣስናን ዘለዎ የእትውዎ ይብሉ። ስለዚ ብኡነት እዚ ናይ ዘለናዮ ሰሙን ኣስተምህሮ ቅድስት ቤተክርስቲያንና ገብርሄል ኢላ ተክብሮ ካብ ቀዳም ዋዜማ ጀሚሩ ክሳብ ቀዳም ዋዜማ ሰሙን ምሉእ እተገልግሎ ስለ ኣገልገልቲ እያ እትወሰኑ። ስለዚ እቶም ኣገልገልቲ ምስቲ ጸናፊ ጽልመት ከይንኣቱ ንስሓ ንእቶ። ንዩኒት እዚ ነቶም ካብ ሃይማኖትኩም ርሕቕ ኢልኩም ዘለኹም፣ ካብ ቅድስቲ ቤተክርስትያን ኣውጺኹም ናብ ኣዳራሽ ተእትዉ ዘለኹም፣ ንቅድስቲ ቤተክርስትያን ከተመሓይሹ ከተሐድሱ ትሓስቡ ዘለኹም ቅድስቲ ቤተክርስትያን ኣይትሕደስን እያ ብደመ ክርስቶስ ተመስሪታ እያ ክብሪ ምስጋና ንዑ ይኹኖ ንመድኃኔዓለም። ነዚ ኣምላኽና መድሓኒና ኢየሱስ ክርስቶስ ባእ ውስተ ፍሥሓሁ ለእግዚእከ ነቲ ንጹህ ኣገልጋላይ ንዓ ናብቲ ናይ ጐይታኻ ሓጐስ ደስታ እቶ ንትኻ ኢዱን እግሩን ኣሲርኩምሲ ናብቲ ጽልመት ደርብይዎ ካብዚ ይሰውረና እግዚኣብሔር ብእውነት ሞት ዘይተርፍ እዩ ካልኣይ ሞት ግን ከይንመውት ክንጥንቀቕ ንስሓ ክንኣቱ ይግብኣና። ነዚኣ ቅድስት ቤተ ክርስቲያን እያ ኣጥብቕ ኣቢላ እተስተምረና ዘላ። ስለዚ ናብ ቤተ እግዚኣብሔር ክንምለስ ይግባእ። ንምእመናን ክንጓስየን ይግባእ። ኣብ ሰዓት እዚ ኣማሌቃውያን ኣህዛብ ብቅድስት ቤተ ክርስቲያን እናሽካዕለሉ እዮም ዘለዉ። ኣህዛብ ቤተ ክርስቲያንና ንክትዕጾ ዘይጽዕርዎ ነገር የለን። ኣጋንንቲ ሽዱሽተ ሚእትን ስሳን ሽዱሽተን ሓሳዊ መሲሕ ንቅድስት ቤተክርስትያን ክትዕጾ ቅድስት ቤተክርስትያን ጸሎት ከይግበር ዘይፍንዎ ሓጢኣት የለን ንዓለም ምእመናን ካብ ቤተክርስትያንና ንኽርሕቕ ቤተክርስትያን ንኽትዕጾ ብዝተፈላለየ መንገዲ ኣጋንንቲ ይጽዕሩ እዮም ዘለዉ ስለዚ እቶም ኣገልገልቲ ብሓደ ንኹን ናብ ቤተክርስትያን ንመለስ ካብ ፖለቲካዊ ስራሕ ንርሓቕ ናብ ቤተ ክርስቲያን ኣቲና ነገልግል። ቅድስት ቤተ ክርስቲያን ንጽህት እያ። ቅድስት ቤተ ክርስቲያን ሰማያዊት ኢየሩሳሌም ምሳሌ እያ። ስለዚ ባ ውስተ ፍስሓሁ ለእግዚእከ ናብቲ ናይ ጎይታኻ ሓጎስ እቶ እዚ ንካህናት ጥራሕ ኣይኮናን ንምእመናን ከዓ ምእመናን ዝተዋሃብናዮ ተፈጥሮና ንባዕሉ ውህብቶ እዩ ከነገልግለሉ ይግባእ። ህዋሳትና ሰብ ካብ ምቕታል፣ ሰብ ካብ ምሕማይ፣ ሰብ ካብ ምቕያም፣ ክፉእ ነገር ካብ ምርኣይ፣ ስለዚ ዘመኑ ንዘመኑ ጾም ስለ ዝኾነ፣ ህዋሳትና ብምሉኦም ሓሙሽተ ህዋሳትና ንእግዚኣብሄር ከነግዝኦ ይግብኣና። ካህናትን ምእመናንን እዚ ሓደራ እዚ ተዋሂብና ኣሎ። ስለዚ ሓሙሽተ ዝነበረና ሓሙሽተ ወሲኽና ዓሰርተ ክንገብር፣ ክልተ ዝነበረና ክልተ ወሲኽና ኣርባዕተ ክንገብር፣ እዚ ኣገልጊልና እቲ ዘይሓልፍ መንግስቱ ንርሱ ንክንወርስ ናይ እግዚኣብሔር ኣምላክና ቅዱስ ፍቃድ ይኮነልና ስለዚ እንታይ ኢልዎ ዘሎ ባእ ውስተ ፍሳሁ ለግዚእከ ማቴዎስ ወንጌል ምዕራፍ 25 ቁፅሪ 23 ባእ ውስተ ፍሳሁ ለግዚእከ ናብቲ ናይ ወይታኻ ሓጎስ ንዓ እቶ ኢሉ ከም ዘእትወን ዓና እውን ኣብቲ ናይ ዘለኣለም ሂወት ንኸእትወና ናቱ ቅዱስ ፍቓድ ይኾነልና ስለዚ ኣላዕልካ ዝጀመርካና ኣጀሚርካ ዘፈጸምካና ልኡለ ባህሪ ቅዱስ ንጉስ እግዚኣብሔር ኣምላኽ ሽምካ ምስ ቅድስተ ቅዱሳንን ምስቲ ንጽህተ ንጹሃን ድንግል ማርያም ዝኸበረን ዝተመስገነን ይኹን። ፍጹም ዘለኣለማዊ ኣምላኽ እግዚኣብሔር ኣምላኽና ንዓኻ ኣገልጊልና ሰላሳን ስሳን ሚእትን ፍረ ንኸነፍሪ ኣብቲ ዘይሓልፍ መንግስተ ስጋኻ ድማ ምስቶም ኣገልገልትኻ ንኸንነብር ቅዱስ ፍቓድካ ይኹነና ይጽነሐልና።